ሰላም ሰላም ከመይ ቀኒኹ እንኳዕ ደሓን መጣኹም እንዳበልኩ ማለት እዩ ሓድሽ ዝኾንኩም ሰብስክራይብ ምግባር ኣይትረስዑኹም ሰብስክራይብ ንገብርኩም ቤተሰብ ዝኾንኩም ሰፖርት ገብሩኒ ብምልእኹም ድማ ማለት እዩ ሓሳብ ልብኹም የስምረልኩም ደስ ለልብለኩም ኩሉ ነገር እግዚኣብሔር ኣምላክ ይፈፅመልኩም ክብለኩም ይደሊ ማለት እዩ ቤተሰብ ዘይኮንኩም ድማ ቤተሰብ እንዳኾንኩም ደወል ምልክት

ቤተሰብ ኮይና ኢና እና ምስኣቶም ድማ ብሓድሽ ስራሕ ክመፅእ እየ ኢለ ተስፋ ይገብር ማለት እዩ እንታይ ይመስለኩም ንስኻትኩም ከምሳቶም ተስርሑኒ ብጣዕሚ ዝፈትዎ ስራሕ እዩ ናይ ግዜ ለከሉ ዝሰርሕዎም ስራሕቲ ዝኽፍልዎ ዋጋ ከም ዘሎ ኮይኑ ግን ምስቲ ኩነታት ዘኒአ ሕጂ ብዙሕ ምፅራያት ብዙሕ ምፅፋፋት እንዳተሰርሐ ክስካብ ሕጂ ፀኒሑ እዩ። ብተወሳኺ ድማ ኩሉ ሰብ ኣብ ትግራይ የለን ሕጂ ፍርቁ ናብ እንታይ ልበሃል ዝኸደ እኒኦ በዓልቶም ግፋ ገይሮም ዝወሰድዎም እኒኡ ፍርቆም ድማ ካብ ትግራይ ዝለወጡ እኒኡ ፍርቆም ዝተረፉ እኒኡ እና ሓደ ክልተ ስለ ዝኾኑ ድማ ክሰርሕዎ ኣይኽእሉን እዮም። ግድን ኩሎም ብምልኦም ክኾኑ እኒኦዎም ማለት እዩ። ስለዚ እስታት ነገራት ሽግር ተቐሪፉ ሓደሽቲ ሒዞም ብሓድሽ መንፈስ ብሓድሽ ታይ ዝበሃል ድማ ሕጂ ኣብ ምዝግጃይ ትርከብ ማለት እዩ ተስፋ ይገብር ድማ ክስካብ ቀረባ ግዜ እንዳተኸታተልና ካብኡ ድማ ኣነ ለምስ ኣብ ክሰርሕ ይኸውን እየ ልብል ተስፋ ኣለኒ ማለት እዩ እና ከመይ ትርእይዎ ምናምን ስራሕኹ የድምዕ ዶ ፅቡቅ ስራሕቲ ክሰርሕ ይኽእል ዶ ለለኒ ነገራት ከመይ ትርእይዎ ብዙሓት ካብ መጀመርታ እስካብ ሕጂ ብሓንሳብ ፀኒሕና ኢና ብዙሕ ሰብ ድማ ያው እንትናለኒ ፀኒሑ ማለት እዩ እና እዞም ዝስራሕኹ ዶ ይመስለኩም ክብለኩም ይደሊ ብምቕጻል ድማ ኣብዚ ሰሙን እዚ ብዙሕ ሰብ ብጣዕሚ በቃ ከም ዝመሻሎ ደቢሩኒ ምናምን ገልታት ብጣዕሚ ዝስልችው ገለ መልታት ክትብሎ ከለኻስ ከም ብሓድሽ ሓድሽ ሓይሊ ሓድሽ ፓወር ወሲኹ ከም ብሓድሽ ልመጸሉ ኩነታት እኒአ ማለት እዩ ብፍላይ ኣብዚ ሕጂ ሰዓት ኣብ ናይ ዕስራን ሓደን ክፍለ ዘመን ሰብ ኣብ ምንታይ ኣብ ምንታይ ይበጽሕ ኣሎ እንታይ ዓይነት ቴክኖሎጂ የምጽእ ኣሎ እንታይ ዓይነት ስራሕቲ ይስርሕ ኣሎ ሰብ ናበይ ይራመድ ኣሎ እንታይ የቕምጥ እንታይ ይገብር ሂወቱ ከመይ ገይሩ የስተኻኽል ምናምን ዝብል ዘሎ ነገራት ብዙሕ ሰባት ኣብዚ ሕጂ ሰዓት ነኒ ባዕሎም ዝኾነ ሓሳብ ክልተ ሓሳባት ብጣዕሚ ተደጋጋሚ ቀንየን እዩ ማለት እዩ ሓደ ድማ ብዛዕባ ፍትሕ ካልኣይ ድማ ብዛዕባ ቪድዮ ምሓዝ ማለት እዩ ኣብዚ ሕጂ ሰዓት እኳ ደቂ ኣንስትዮ ብቻ ኣይኮነን ቪድዮ ዝተሓዘን ዘሎ ዋላ ደቂ ተባዕትዮ ለ ቪድዮ እዩ ዝተሓዘኩም ዘሎ ኩልና ማሃሪና እኒና እግዚኣብሔርን የስሕቅ ኮይኑ ማለት ኣይኮነን ግን እቲ ኣተሓሳስባና ግን ብጣዕሚ እዩ ለስሕቅ ማለት እዩ ንምንታይ ብጣዕሚ ዝወረዱ እዩ ከምዚ ዓይነት ስራሕቲ ሰብ ምጭምላቕ ብጣዕሚ ሰብ ኣብ ተፀየፈሉ እዩ ብዙሕ ሰብ ኣፀያፊ ዝኾነ ስራሕቲ ክሰርሕ ይኽእል እዩ ብዙሕ ሰብ ሕማቕ ዝኾነ ስራሕቲ ክሰርሕ ይኽእል እዩ እዚ ግን ናይ መጨረሻ ፀያፊ እዩ ማለት እዩ ናይ መጨረሻ ብዕልግና እዩ እዚ ናይ መጨረሻ በቃ ምሻሎ ስራሕ ስኢኑ ኩሉ ነገር ክሰርሕ ይኽእል ከድምዐ ይኽእል ተዛሪቡ ከስምዐ ይኽእል ብብዙሕ ነገራት ዝኸሰረ ሰብ ከምዚ ዓይነት ስራሕቲ እዩ ዝሰርሕ ኢለ እየ ዝሓስብ ማለት እዩ ምክንያቱ ንሓደ ሰብ ይፈትወካ እየ የፍቅረካ እየ እናበልካ ዘለካ ጉልበት ንካሊእ ከይትጥቀመሉ ንዕኡ ንጉሆም ምሸት እናተፀሓሓፍካ እናተደዋወልካ እናተሓጋገዝካ ነርካ ንዚኣ ንክትረክብ ትኸፍሎ መስዋእቲ ቀሊል ኣይኮነን ንዚኣ ንኽትገብር ትኸፍሎ መስዋእቲ ቀሊል ካብ ዘይኮነ ካሊእ ሰሪሕኻ ትኸፍሎ መስዋእቲ ዶ ኣይምሐሸን? ቢያንስ ንሱ መሰረት ለለዎ እዩ ንፅባሕና መንፀፍ ልኾነና እዩ ንኽንሰርሕ ድዩ ወይ ምስ ሰብ ንኽንላለ ድዩ ወይ ልኾነ ነገር ናባና ሸር ንኽኸውን ምናምን ወይ ንኽነፅንዕ ድዩ ብዙሕ ነገራት መስዋእቲ ከፊልና ንሂወትና ፅቡቅ ዝኾነ ነገር እንተንንፅፍ ከም መንእሰያ ፅቡቅ ነይሩ ማለት እዩ ገና ካብ ዒስራታት ኣብ ሰላሳታት ኣብ ዘለናሉ ዕድመ ንሰብ ንክነሳቂ ሕማቅ ነገር ንክንሰርሕ ንክንሓስብ ማይንድና ንክንጥቀሙ ኮይና ኣብ ሕማቅ ዝኾነ ሓደገኛ ዝኾነ ምናልባት ሕጂ ሓደ ሓደ ሰብ ጎበዝ ንስኻ ኣንበሳ ከምዚ ገይረ ከይለ ምፃ ኣነኮ ሰብኣይ ሰብኡት ኣነኮ ሰብኣየ ንእገለ እኮ ከምዚ ገይረ ወይ ድማ ካብ እገለ ከምዚ ገይራ ተዘይምፅያስ ኣነ ይኾንኩን ገንዘብ ኣትሕዙ እሞ ከምዚ ገይራ ከምጠልካ ስኻ ድማ ገንዘብ ትኸፍል ምናምን ኢልና ካብ ንሓስብ ከመይ ገይረ ሓንጎለይ ክጥቀመሉ እኒአኒ ከመይ ገይረ ምስ ግዜ ምስ ዘመን ክራመድ እኒአኒ እንታይ ዓይነት ስራሕቲ ከድምዕ እኒአኒ ንፅባሕ ኣነ ኣብዚ ሕጂ ሰዓት ተዘይሰሪሐ ፅባሕ ንጎ እንታይ እየ ክኸውን ዝወልዶም ውላድ ዝመፁ ቆልዑሲ ብጣዕሚ ከቢሩን እዩ ኩሉ ነገር ክባር ኣብ ዝኾነሉ ግዜ ገንዘብ ቀዳምነት ኣብ ዝወሃበሉ ግዜ ብዙሕ ሰብ ኣብ ስራሕ ተዋፊሩ ብዙሕ ኣብ ዘድምዐሉ ግዜ ንስኻ ድሕሪ ተሪፍካ ቅምሻ ኣዴኻ ትሕሉ እንድሕር ሃሊኻ ኮንካ ብጣዕሚ ኢኻ ደንቆሮ ማለት እዩ ዋላ እታ ጓል ደንቆሮ እያ ዋላ እቲ ወዲ ደንቆሮ እዩ ምክንያቱ ዋላ እቶም ደቂ ተባዕትዮም ተታሒዙና ይብሉ ስለ ዘለዉ ማለት እዩ ማለት ተታሒዙካ እንታይ ኣሮኖ እንታይ እዩ ክገብር ኣብ ሞባይል ካ ኮፍ ኢሉ ኢሳት ኣርባዕተ ሰዓት ተረኣኻዮ ንባዕልኻ ንጥዕናኻ ከጽብቦ ድዩ ኣስጋኡ እዩ ብፍላይ ከምዚ ቪድዮ ንሕዝ ሰባት ከምዚ ዓይነት ቪድዮ ንርኢ ሰባት ብዙሕ ኣብ ዩቱብ ሰርች ጌርና ጥቕሙን ጉድኣቱን እንተ ንርኢ ምስ ዶክተር ተማኺርና ከምዚ ዓይነት ቪድዮ ኩሉ ግዜ ዝርኢ እሞ ኣብ ሂወተይ ዘለዎ ጽልዋ እንታይ እዩ ምናምን ኢልና ንሰምዖም ስምዒታት ንሪኦም ብዓይንና ነገራት እሳቶም ነገር ኣብ ሂወትና መፅኦም ጥዕና የምፅኡ ድዮም ኣየምፅኡን ኢልና ንባዕልና ንባዕልና ንባዕልና ኣሕደግዎ እሞ ነቲ ሰብ ሼር ክብለልካ ኢልና ነሳቐዮ ነገራት እቲ ሰብ ስለ ንሱ ክሓስብ ዝሳቐዮ ነገራት ምናምን እሱታት እሞ ሕደግዎ ካብኡ ውጭ ግን ንሕና ንባዕልና ክንሪኦ ከለና ዓይንና ዝስምዐና ስምዒት ኣብ ኣካላትና ክንሰምዕ ከለና እቲ ድምፂ ኣብ እዝንና ሽዑ ስነህይወትና ዝስምዐና ስምዒት እሱታት ተጠቓሊሉ ኣብ ህይወትና ዘምፅኦ ፅልዋ ኣብ ህይወትና ዘምፅኦ ሕማም ኣብ ህይወትና ዘምፅኦ ነገራት ቀሊል ዝበሃል ነገር ኣይኮንን ኖ ምንም ችግር የብሉን ድሕር ትብሉ ኮንኩም ድማ ኣብ ዩቱብ ሰርች ገይርኩም ክትሰምዑ ትኽእሉ ኢኹም ምስ ዶክተር ክትማኸሩ ትኽእሉ ኢኹም ምስ ለባማት መሓዙትኩም የዕረኽትኩም ቤተሰብኩም ይሕዋትኩም ስክቲ ከምዚ ዓይነት ዕላል ዋላ ከምዚ ሒዘስ ከምዚ ጌርኒ ወይ ከምዚ ዶ ከጋጥመኒ ይኽእል እዩ ምናልባት ንሱ ነገር ካሕፍረና ይኽእል እዩ እዚ ዘሕፈረ እኳ እዚ ካሕፍረና ይኽእልን እንድዩ ግን እንድሕር ሓፊርና ወይ ድማ ኣብ ፀጋዕ ፀጋዕ ቢልና ክንሓተ እንድሕዳ ደሊና ኮይንና ከምዚ ነገራት ኣይጠቕሚ ኣለዎ ከም ዕላል ብዝኾነ ነገር ኣበጊስና ከም ሕኪያ ወይ ድማ ከምዚ ምክትዕ ነገራት ብንብሎም ነርና ምን ያህል ፅልዋ ሕማቕ ነገር ከም ዝኾነ ኣብ ህይወትና ፅቡቕ ነገራት ከም ዘየምፀልና ቤተሰብና ድዮም ወላ ዕርክትና ክነግሩና ይኽእሉ እዮም ማለት ኢና ካብቲ ሰብ ንዓቐብ ንባዕልና ንሂወትና ዋጋ ክንህባ ኒኤና ክብሩ ክንህባ ኒኤና እቲ ፅቡቕ ነገራት ንምንታይ ሓደ ሰብ እንድሕር ፈቲኻዮ ዕንበባ ትህቦ ሓደ ሰብ እንድሕር ፈቲኻዮ ገፅካ ብርሃን ትገብረሉ ሂወትና ኣሎ ከምኡ እያ እቲ ክትወሃብ ትግብኦ ነገራት ኢና ክንህባ ልግበእና እቲ ፅቡቕ ነገራት ኣብ ርእስና ሸቲትና ፅቡቕ ነገራት ለምፀልና ኣብ ልብና ጽቡቅ ነገራት ለሕድረልና ክንድቅስ ከለና ፍሽኽ ኢልና እህ ኢልና ዘይኮነስ እሰይ ተመስገን ደስ ኢሉኒ ውዒሉ ምናምን ኢልና ነምጾ ነገራት እምበይ ምስ ሰብ ተሓላሊኽና ንኣትዎ ጉድጓድ ክህሉ የብሉን ኢለ እየ ልሓስብ ማለት እዩ እና ስለዚ ከምዚ ዓይነት ስራሕቲ ተንጽዮፎ ድሓር ከዓ ኩላና ብኡ ኢና ወፂና ዋላ ሓድሽ ነገር የለን ኣብ ትሕቲ ምድሪ ሲ ዝኩሉ ዘመናት ዝኩሉ ዓማውቲ ዝኩሉ ክፍለ ዘመናት ሓሊፉ እኒአ እሱ እዩ ዋላ ሓንቲ ሓድሽ ነገር የለን እቶም ዝነበሩ እቶም ዘለዉ ንምሕጂ ዝመፁ ዋላ ሓንቲ የለን ሓደ

ብኡ ልክዕ ተንሓስብ ብኡ ልክዕ ርእስና ተነስተኻኸል ፅቡቅ መሲሉ ይስምዐኒ ማለት እዩ ክንዮ ነተን ደቂ ኣንስትዮ ምሽምቓ ክንዮ ካብተን ደቂ ኣንስትዮ ገንዘብ ምሕሳብ ንባዕልና ንኽብርና ነዴታትና ተንሓስብ ፅቡቅ መሲሉ ይስምዐና ብዓብዩ ኸ ንዓና ጥዕና ስለ ዝኾነ ማለት እዩ ከም ካልኣይ ሓሳብ ድማ ብዛዕባ ፍትሕ ተፋትሓ ስድራ ኣየ እንታይ ዝበሃል ሓዳር ኣየድልየክንን እዩ ሓዳር እስር ቤት እዩ ሓዳር ከምዚ እዩ ሓዳር ከምዚ እዩ ምናምን ልብል ብዙሕ ኣልታዊ ነገራት ብዙሕ እናተሰማዕቐኒ ነይሩ ማለት እዩ ካብኡ ኪንዮ ድማ ወላ እቶም ደቂ ተባዕትዮ የለ ብኡ ልክዕ ዝህውኹን ነገራት ካብቲ መፅሓፍ ቅዱስ ኣውፅኦም ንዓኸን ንፀቅጥ ነገራት መፅሓፍ ቅዱስ ከምዚ እንዲ ዝብለክን ኢሎምሲ ከምዚ እንዲዮም ዝብልኹን ምናምን ዝብል ሓሳባት ካብ ደቂ ኣንስትዮ ይኹን ካብ ደቂ ተባዕትዮ ይኹን ነቲ ነፃነት ዝደሊ ድዩ ወይ ድማ ኣብቲ ህይወት ንሱ ዘየለ ድዩ ምናምን ብዙሕ ነገራት እኒኦ ማለት እዩ ንሕና እንታይ ኢና ክንገብር ልግበእና ዝተመርዕና ንኹን ዘይተመርዕና ብሓፈሻ ኩላትና ኣነ እንታይ ይሕሸኒ ንዓይስ እንታይ ይጠቕመኒ እንታይ ተጎርኩ እየ ዝኸስብ እንታይ ተጎርኩ ከ እየ መዓርግ ለለኒ እንታይ ተጎርኩ እየ ክብሪ ለለኒ ህይወተይ ከመይ ገይረ ክሕዞ እኒ ሓዳረ ከመይ ገይረ ክሕዞ እኒ ኣብቲ ሓዳር ተዘይጥዕምኒ እንታይ ዓይነት ውሳነ ክገብር እኒ እንታይ ዓይነት ልሳን ክናገር እኒ እንታይ ዓይነት ነገራት ኣብ ቤተይ ኣብ ገዛይ ኣብ ጎጆይ ከመይ ዓይነት ገይረ ዘርኤ ኣብቂላ ከመይ ዓይነት ሓዳር ሂወት ክህልወኒ ኢና ባዕልና ክንሓስብ ዝግበአና ጋይስ እገለ ከምዚ ስለ ዝበለት እገለ ከምዚ ስለ ዝበለት ሓንቲ ጓል ኣንስተይቲ ክትብደል ትኽእል ክትጭቆን ትኽእል ስለምንታይ እንታይ ገይራ ሓደ ወዲ ተባዕታይ ክኸፍኦ ይኽእል እንታይ ኮይኑ ስለምንታይ ኮይኑ ናይ ባዕሎም ሂወት እዩ ዘለዎም ንሱ ንሳቶም እዮም ዝፈልጥዎ እንታይ የጋጢምዋ እታ ጓል ኣንስተይቲ ዘጋጠማ ወይ ድማ ኣብ ምቾት ተሃልያ ከመይ ገይራ እያ ምቾት ኮይና ኣብ ፀገም ተሃልያ እታ ኮይና እያ ፀገም ኮይና እቲ ሰብ ንሱ እንታይ ስለ ዝገበራ እዩ ከመይ እዩ ገይርዋ እንታይ እዩ ገይርዋ ምናምን ብዙሕ ሰብ ንርኢ ኣለና ብፍላይ ሕጂ እዚ ዓመት እዚ ምናልባት ንእሽተይ ኣዕሪፍና እኒኤና እምበር ብዙሓት ደቂ ኣንስትዮ ብኻራ እናገበሩ ይሓርዱ እውን ነይሮም የቃጽልዎን ነይሮም ብዙሕ ዓመት የጋጥመን ነይሩ ስለዚ እሱታት ነገራት ኣብ ነብስና ንኸይመፅእ እንታይ ክንገብር ንኤና ምስ ነብስና ክንማኸር ንኤና ዓሰርተ ግዜ ናይ ሰብ ቪድዮ ብዝሰማዕና ቁፅሪ ኣሉታ እምበይ ዋላ ሓንቲ ኣወንታ ልበሃል እኳ ዳኣስ ንሕና ክንዮ ንሶም ሕማቕ ንክንገብር እዩ ዝደፋፍእ ክንዮቶም ደቂ ተባዕትዮ ኣብ ጓል ኣንስተይቲ ይኹን ኣብ ደቂ ተባዕትዮ ይኹን እንታይ ክንገብር ከም ዘኒእና እንታይ ክንሰርሕ ከም ዘኒእና ኣሉታዊ ነገራት ጥራሕ ኢና ክንሓስብ ንኽእልና ካብ ኩሉ ነገራት ውፅ ኢልና መፅሓፍ ቅዱስ ተንንብብ ፅቡቅ መሲሉ ይስምዐኒ እታ ነጓል ኣንስተይቲ ትፀቅጥ ነገራት ኣምፅኦም መዚዞም ስለ ዝስምዑና ዘይኮና ክንብርከኽ ወይ ድማ ሕማቅ ነገራት ክስምዐና ወይ ድማ ክንነብዕ ወይ ድማ ገለመለ እቲ ክርስቶስ እንታይ እዩ ኢሉና ክርስቶስ መን እዩ እንታይ እዩ ንዓና እንታይ እዩ ገይሩልና እንታይ እዩ ፈፂሙልና እንታይ እዩ ዋጋ ከፊሉልና ከመይ እዩ ነይሩ ኣብ ጓል ኣንስተይቲ ዘለዎ ጠማምታ እንታይ እዩ እቲ ንዓና ዝወስደና ሰብኣይ እቲ ንዓና ዝምርዓወና እቲ ንዓና ዓርክና ከ ከመኡ እዩ ክርስቶስ ከ እንታይ ኢልዎ ምናምን ኢልና መፅሓፍ ቅዱስ ኣንቢብና ባዕልና ተረዲእና ኣብ ኣከባቢና ዘሎ ናይ ኣዴታትና ነገራት ተማሂርና ፅኒዕና ባዕልና ጎጆና ጓዳና ኢና ክነፅንዕ ዝግበአና ክነስተኻኸል ዝግበአና ቤትና ኢና ክንሃንፅ ዝግበአና እምበር ከምዚ ስለ ዝበለት ገለ ወይ ድማ ተወድ ተባዕታይ ከምዚ ከምዚ እንዲኽን ንስኻትክን ስለ ዝበለና ብኡ ንሕና ተመሲጥና ንኸዶ ጉዳይ ክህሉ ኣይብሉ እተን ደቂ ተባዕትዮም ከምዚ እንዲኽን ተማነ እተን ደቂ ኣንስትዮ ከምዚ እንዲኽን ከምዚ እንዲኽን ስለ ዝበለና ዘይኮነስ ንሕና በዓልና ኣብ ሂወትና እንታይ እዩ ውሳነ የለና ወሰንቲ ሰባት ዲና ናብ ማን በሲልና ዲና ኢና ክንሓስብ ኒእና እምበር ኩሉ ሰብ ብዝተዛረበ ቁፅሪ እናተብልና እናሰማዕና ንፀድፈሉ ወይ ድማ ንኸደሉ ጉዳይ ክህሉ ኣይብሉ ባዕልና ሓሰብቲ ባዕልና ወሰንቲ ባዕልና ገበርቲ ባዕልና ፈጠርቲ ኣስተኻኸልቲ መመሓየሽቲ ብዙሕ ነገራት ፈጠርቲ ኮይና ነዚ ዓለም እዚኣ ነብርክተላ ጉዳይ ክህሉ ኣለዎ ባዕልና ኢለ እየ ዝሓስብ ኣነ ማለት እዩ ናይ ልማዓንቲ ቪድዮ እዚኣ ትመስል ነይራ ኣብ ቀፃሊ ክፋል ብሓድሽ ቪድዮ ክስካብ ንራኸብ ሰሰናይ ንዓኹም